ለማዓንቲ ናይ ኣባድና ናይ ቲቲ ምስጢር ወፅዩ ድሕሪ ካሜራ ቲትና ኣባዲ ምስጢሮም ኩሉ ተቃሊዑ ኣንሕና ተባኢሶም ኢልና እንዳተጨነቅና ብዙሕ ቤተሰብ ተባኢሶም በጃኹም ተሓረቁ እንዳበሉ ብዙሕ ሰብ እንዳተጨነቐ ማለት እዩ ኣቢና ቲቲ ግን ካሊእ እዩ ኮይኑ ፀኒሕ ዘሎ ከምቲ ትሪእዎ ዘለኹም ኣብ ታምኔል ማለት እዩ ትማሊ ሜሪ ንቲቲ ይቅርታ ሓቲታታ ነይራ ኣባዲ ንቲቲ ክሕግዛ ብምብጋሱ ማለት እዩ ሜሪ ድማ እስኻ ንዓይ ኣይትኸውንን ኢኻ ክትከውን እውን ኣይትኽእልን ኢኻ ኢላ ካብ ገዛ ኣባሪራታ ኣባዲ ድማ ናብ ጎደና ወፅኤ ዓሰርተ ሽሕ ብቻ እየን ዘለዋኒ ሰላም ሰላም ክቡራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ሰላምትኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ደኣ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮና ደስ ዝብል እዩ ብቲ ሓደ ወሰን ድማ ደስ ይብል እንድዩ ብቲ ሓደ ወሰን ግን ምስጢር እዩ ማለት እዩ ወፂኒኦ ማለት እዩ ክስ ድማ ብዛዕባ ኣባድና ቲቲ እዩ ማለት እዩ ክስካብ መጨረሻ ሓቢርኩም ተኸታተል ንዛ ቪድዮ ማለት እዩ እዛ ቪድዮ ክጅምርዎ ከለኹም ላይክ ብምግባር ጀምሮ ማለት እዩ። ሓደሽቲ ዝኾንኩም ሳብስክራይብ እንዳኮርኩም ቤተሰብ ኩኑ ማለት እዩ። ላይክ ሼር ሳብስክራይብ ትገብሩለይ ካብ ልቢ እየ ዘመስግን ኩሉ ግዜ ማለት እዩ። ሕዚ እውን ምብርትታዕኹም ኣይፈለየኒ ክብል ይደሊ ማለት እዩ። እንኳዕ ኣብፀሐኩም ንበዓለ ሆሳዕና ሰናይ ሕማማት ናይ ሕማማት ግዜ ይግበረልና ክብለኩም ይደሊ ማለት እዩ። ካብኡ ድማ ብዛዕባ ቲትን ኣባዲ ሒዘዮ ኣለኹ ሚስጢር ክናገር እየ ለማዓንቲ ማለት እዩ ኣባዲና ቲቲ ተባኢ ሰሙና ብዙሓት ቤተሰብ እንዳተጨነቕና ንርከብ ማለት እዩ በተለይ ኣብ ኮመንት ማለት እዩ ብዙሕ ፀርፍታት ብዙሕ ምጭናቓት ኣለና እቲ ምስጢር ካልእ እዩ ማለት እዩ ንሕና ከምቲ ንሓሶ ኣይኮነ ማለት እዩ ኣብ መንጎ ቲትና ኣባዲ ዘሎ ካልእ እዩ ማለት እዩ ቤተሰብ ትማሊ ከምቲ ትርእይዋ ነበርኩም ሜሪ ንኪድ ይቅርታ ሓቲታታ እያ ይቅርታኣ እውን ተቐቢላታ ማለት እዩ ኣብዚ ቤተሰብ ይቅርታ ተቐበልያ ቲቲቲ ናይ መጀመርያ ርኢኹም መጨረሻ ከይረኹም ብዙሕ ጸርፍታትን ገለን እውን ነይርዎ ማለት እዩ ገይኹም ተጠንቅቀይ ትብልዋ ነይርኹም ገይኹም ከዓ ነይ ንምንታይ ይቅርታ ደይ ተቕበልያ ናበልኩም ጠርፍዋ ነይርኹም እና መጀመርያ እቲ ቪድዮ እስካብ መጨረሻ ተቐበልዋ ቲቲ ይቅርታ ተቐቢላታ እያ ንሜሪ ማለት እዩ። ይቅርታ ንዝተቐበለታ ደግሞ ብሰላምታ እዩ በቃ ይቅርታ ስናይ እግዚኣብሔር ስለዝኾነ ግድን እዩ ይቅርታ ክገብረልኪ ኢላታ ማለት ሲ መጀመርያ እኳ ኣብያታ ነይራ ንምንታይ ሰብ ቀቲልካ እኳሲ ይተዓረቅ ኢላ ሜሪ ይኾርያ ነይራ ማለት እዩ።

በስተመጨረሻ ግን ይቅርታ ገይራትለያ ደስ ይብል ማለት እዩ ሜሪ ዝዓደመታ ግን ካልእ እዩ ነገራት ንምንታይ ቲትሲ ምስ ሜሪ ኮይና ንኣቢ ከናዳ ንኣቢ ክሕርቃ እያ ድልየታ ማለት እዩ ቲቲ ድማ ንማንም ሰብ ክጎዳ ኣይደልን ከምዚ ተሓስቦ ዘለካ ሓሳብ ብርግጽ ትጋገይ ኣለኺ ምዚ ሓሳብኪ እውን ክሰማማዕ ኣይክእልን እየ ኣነ ማለት እዩ ኣነ ብፅቡቅ ነገር እዩ መሲልኒ ነይር እምበር ብከምዚ ኮይንኺ በፍፅም ክትሓስብዮ የብልክን ኣነ ከምዚ ዓይነት ተግባር ክፍፅምን ክሓስብን ኣይደልን ኣነ ንማንም ሰብ ክፉእ ክገጥሞ ኣይደልን ኣባዲ ሕጂ ኣብ ጎደና ስለተደብርዩ ዘሎ ኣነ ፅቡቅ ይስማዕኒ ማለት ኣይኮነን ንምንታይ ኣነ ሰብ እየ ከም ሰብ መጠን ሲ ሰብ ክኸፍኦ ኦ ሰብ ክችገር ከሎ ሲ ክሓዝነሉ ግድን እየ ዋላ ንዓይ ይበድለኒ ብዙሕ ነገራት ኣብ ልዕለይ በደላት ይግበር እምበር ኣነ ስለ እሱ ኣብ ሕማቅ ወዲቑ ስለ ዘሎ ተደብሪ ስለ ዘሎ ኣነ ደስ ይብለኒ ማለት ኣይኮነ እና ነዚ ሓሳብ ንስኽ ትሓስዮ ዘለኺ ምሳኺ በፍጹም እየ ክሰማማዕ ዘይክእል ኢላታ ማለት እዩ ብጣዕሚ ጽቡቅ ኣድኒቀያ ኣነ ማለት እዩ ሓደ ሰብ ብጣዕሚ ስለ ዝተናደደት ብጣዕሚ ስለ ዝሓረቀት ሜሪ ማለት እዩ ምስቲ እትኮይና ሓይና ኣነ ክትፈዲ እያ ትዕድማ ዘላ ማለት እዩ እዚ ከዓነ በቃ ይቅርታ ለይኮነት ንኣ እቲ ናይ በደል ስምዒት ተሰሚዕዋ ዘይኮነት ይቅርታ ሓቲታታ እኒኣሲ ንጥቕማ እያ ሓቲታ እኒኣ ማለት እዩ። ሕዚ እውን ብጣዕሚ እዩ ዝገርመካ ቤተሰብ ሓደ ሰብ ብገርህ ልቡ ሓደ ሰብ ብተንኮሉ ገርመካ ዝረዝሮ ቤተሰብ ማለት እዩ። ኣንሕና ብዙሕ ላዕሊ ታሕቲ ንሓስብ ተባኢሶም ኢልና ንጭነቕ ገለታት ገለታት ከምኡ ኣይኮነ ይሳቶም ኣይተዋሲ በተለይ ኣብ ኮመንት ፀርፍታት ብዙሕ ኣሎ ማለት እዩ። ከዝሲ ቲቲ እውን ጸሊእናኪ ንባዕልኺ ንምንታይ ከ ትረኽብዮም ንዕ ክብሉ ከለኹ እዚ ንምንታይ ከይድኺ ትረኽብዮም ትጽልእቱ ግርግርስ ባዕልኺ እውን ክትደልዩ ይመስለኒ ገለ ይብል ነይሩና ብጣዕሚ ብጣዕሚ ተገሪመ ማለት ናይ ኮመንት እናፈለጥኩም ዲኹም ከምኡ ኢልኩም ትጽሕፉ ወይስ ናይ ሓቂ እዮም ናይ ሓቂ እዮም ተባኢሶም ኢልኩም ስለ ትሓስቡ ድዩ ወይስ ኢልኩም ነቲ ስራሕ ኣመት ንምብርትታዕ እዩ ኣይፈልጥን። እዚኣ ክትምልስለይ ይደሊ እየ ማለት እዩ። ሓቅኹም ተኮይንኹም ብጣዕሚ እዩ ዝገርመኒ ማለት እዩ። ብልብኹም ሓዚንኩም ከምኡ ትብሉ ተሃሊኹም ከይገርመኒ ኣይቀርን ማለት እዩ። እንታይ ትብሎ ኸዚ እዚስ ገዊኹም እንዳሰሓቅኩ ዝመለስኩ ነይርኹም ገዊኹም ንስኸ ትገዲ ትብሉ ኮመንት ምልሱላ ነይርኹም እና ማለት እዩ ኣባዲ ኣብዛ ሰዓት ንክማርዓዉ ሽርብ ጉድ እንዳበሉ እዮም ሽምግልና ሰዲዶም በዚ ተባኢስና ንዓና ይብሉና ማለት እዩ ብድሕሪ ካሜራ ግን ካልእ እዩ ማለት እዩ እቲ ምስጢር ካልእ እዩ እኒኦ ከምቲ ንሕና ንሓስቦ ከምቲ ንሕና ንፅበዮ ከምቲ ንሕና ንጭንቆ እዋ እቲ እትና ኣባዲ ተባኢሶም ኢልና እንጭነቅ ከምኡ ኣይኮነ ማለት እዩ ካልእ እዩ ዘሎ ድሕሪ ካሜራ ሲ ካልእ እዩ ዘሎ ቤተሰብ ማለት እዩ ንሳቶም ሓንሳብ እዮም ትማሊ እኳ ትማሊ ንባዕሉ ድምፂ ኣይሰማዕኹምዎ ክሰርሑ ከለዉ ቪድዮ ሲ ኣይሰራሕኩም በቃ ኣይተስተውዕሉን ኢኹም ማለት እዩ ሓደ ግዜ ሜሪ ንባዕላ ጓል ሜሪ ዘይኮነትስ ቲቲ ቲቲ ንሜሪ ጓል ሓቡ ኢላ ተዛሪባታ መሊቕዋ ነይሩ ማለት እዩ ኣይሰምዑን ኢኹም ማለት ስእልኩም ሳኬት ስምዕ ስምዕ ተብልዎ ማለት እዩ ትማሊ ይቅርታ እንዳበለት ተናህሌ ናይ ኣባዲ ድምፂ ንእሽተይ ናይ ግን ብዙሕ ዘይክተስተውዕሉ ትኽእሉ ኢኹም ብዙሕ ኣይኮነን ዘፍልጥ ኣይኮነን ንእሽተይ ግን ኣነ ድምፂ ሰሚዐ እየና ማዕረ ክንዲዚ ማለት ንሓደ ንሓደ ወገን ኮይንኹም ኣይትፃረፉ እየ ክብል ደልየ ማለት እዩ ንሕና ብፃሕ ንግሆ ተዓሪቆም ብሓንሳብ ክመፁ እዮም ወዶ ናቶም ደገፍቲ ክስካብ ዝኾንና ክንፃረፍ የብልና ሕማቅ ነገራት ክናገር የብልና ማለት እዩ ተኽኢልኩም ጌጋ ከምኡ ትግበር ትጋገ ኣለኻ መዋሊ እምበር ፀርፊ ፀርፊ ማንም ኣይጠቅመ ንማንም እቲ ሓደ ስለለንቋሸሽካዮ እቲ ሓደ ስለትሕትሕ ዘብልካዮ ማለት እዩ ብፀርፊ ምንም ነገር ዝስተኻኸል የለን ቤተሰብ ማለት እዩ እና ርሑስ ጋማ ይገበረልኩም ኢልኩም ከዓኒ ኣብ ኮመንት መርቕዎም ማለት እዩ ንፋስ ስጋ ክኾን እዩ ኢለ ይሓስብ መርዓ ሕዚ ግን ሽርጉድ እዩ ዘሎ ማለት እዩ